ሰላም ጥዕና ይሃበልና ክቡራት ሰማዕቲ ተመልከትቲ ናትና ፎረም ከመይ ጸኒሕኩም ኣለኹም ህጹጻት ዜናታት ሕዚ ካብ ትግራይ ዝበጽሑና ኣለዉ ሚያዝያ 30 2017 ዓ ም ኢሎም መዓንቲ እዋናዊ መግለፂ ግዜያዊ ምምሕዳር ትግራይ ወፂኦ ኣሎ ኣብ ቀይዲ ምውዓል ሰብ ዝሰኣነ ሰብ ኣመልኪቱ ዘውፅኦ መግለፂ እዩ። ግዜያዊ ምምሕዳር ትግራይ ካቢኔ ጀኔራል ታደሰ ወረደ ወዲ ወረደ ብዛዕባ ሰብ ዝሰእነ ሰብ ኣብ ቀይዲ ምውዓል ኣመልኪቱ ዝወፀአ መግለፂ ኣብ ፈላማይ ዜናና ክነስምዓኩም ኢና ኣብ ትግራይ ከተማ ሽረ እንዳስላሰ መቐለ ኩሓ እውን ኣብ ዝተፈላለየ ከተማታት ናይ ተቃውሞ ሰልፊ ነይሩ ሎ መዓንቲ ዝተመልከተ ዜና እውን ሒዝና ኣለና ኣብ ውሽጢ ሸሞንተ መዓልትታት ንመበል ካልኣይ ግዜ ነፋሪት ውግእ ጠፊኣ ኣላ። እዚ ዜና እዚ እውን ብዙሓት ይዘራርበ ኣሎ ክትሰምዕዎ ኢኹም። ዓቕሚ ዶላር ተበሊጾ ኣሎ። ዩሮ ንዶላር ብምትካእ ኣብ ዕዳጋ ዓለም ርኡይ ዕቤት ዘመዝግበሉ ዕድል ተፈጢሩ ኣሎ ክብል ማእኸል ንግዲ ኣውሮጳ ኣፍሊጡ ኣሎ ዝብል ዜና እውን ሰሚዕና ኣለና። ብተኸታታሊ ክነስማዕኩም ኢና። ዝርዝራቶም ኣነ ሃገር ተክለ ብርሃን ከስማዐኩም እየ ኣብ ሕድሕድ ዜናታትና ዘለኩም ርእቶ እውን ከም ተወትሮ ከተቕምጡልና ንዕድም ላይክ ሼር ሳብስክራይብ ክትገብሩ እውን ኢና ነዘኻኽር ሰናይ ምክትታል እዋናዊ መግለፂ ግዜያዊ ምምሕዳር ትግራይ ህዝቢ ትግራይ ህልውንኡ ብሄራዊ ረብሕኡ ንምርግጋፅ ሰላማዊ ፖለቲካዊ ቃልሲ እንዳካየደ ምዃኑ ይፍለጥ። ቁልፊ ሕትኡን ጠለቡን እውን ውዕል ፕሪቶርያን ከይተሸራረፈ ክትግበርን ካብ ናይ ኩናት ስግኣት ተናጊፉ ረብሕኡን መሰሉን ክሕሉን እውን እዩ ግዜያዊ ምምሕዳር ትግራይ እውን መሰረታዊ ሕቶታት ጠለባት ህዝቢ ትግራይ ንምምላስ ሰላሙን ድሕንነቱን ብዘተኣማምን ውሕስ ንምግባር ስምምዕ ፕሪቶርያ ዝፍጠረሉ ዕድል ብዘየናስሕ ደረጃ ፀንቂቑ ብምጥቃም ብሄራዊ ረብሓታት ትግራይ ንምርግጋጽ ኣብ ምንቅስቓስ ይርከብ። በዚ መሰረት እውን ምስ ፌዴራል መንግስቲ ጥራሕ ዘይኮነስ ምስ ዝኾነ ሓይሊ ኣፈላላይና ብሰላማውን ሕጋዊ መንገዲ ንምፍታሕ ዝከኣል ኩሉ ጻዕሪ ምግባር ግቡእ እዩ። ይኹን እምበር ካብዚ ልዕል ኢሉ ዝተገለጸ መትከልን እምነትን ወፃእ ግዜያዊ ምምሕዳር ትግራይ ዘይፈልጦም ዝተሓንገጦ ዕላማን ስትራቴጂ ስልትን ዘይፍለጥ ዝኾነ ዓይነት ደጋዊ ርክባት ምግባር ኣይትኽክልን ጥራሕ እንተይኮነስ መንግስቲ ኣልባ ኮይና ፋሉልነት ክነግስ ትግራይ ሓደ ማእኸል ከይህልዋ ዝገብር ሓደገኛ ተግባር እዩ። ግዜያዊ ምምሕዳር ትግራይ ከምዚ ዓይነት ተግባር ኣብ ትሕቲ ዝኾነ ይኹን ኩነታት ተቐባልነት ዘይብኳኑ ክፍልጥ ይግባእ ቢሮ ጉዳያት ኮሚኒኬሽን ትግራይ ሚያዝያ 30 2017 ዓ ም መቐለ ክብል ወፂኦ ኣሎ ሰብ ሳዕን ሰብ ኣብ ትሕቲ ቀይዲ ምውዓሉ ወይ እውን ብፀጥታ ኣካላት ኣብ ትሕቲ ቁፅፅር ምውዓሉ ስዒቡ ዝተፈላለዩ ሰባት ኣብ ማሕበራዊ ሚድያ ዝቀባበልዎ ዘለዉ ዋና መዘራረቢ ጉዳይ ኮይኑ ከም ዘሎ ዝፍለጥ እዩ ነዚ ስዒቡ ድማ ዝተፈላለዩ ሓበሬታታት ክወሃቡ ጸኒሖም እዮም እቲ ሓደ ንፌደራል መንግስቲ ኣሕሊፍካ ንምሃብ ዝግበር ዘሎ ምንቅስቃስ እዩ ዝብሉ ኣካላት ኣለዉ ሎማዓንቲ ግን ግዜያዊ ምምሕዳር ትግራይ ብዘውፅኦ መግለፂ ግዜያዊ ምምሕዳር ትግራይ ኣብ ቀይዱ ከም ዘውዕሎ እዩ ኣፍሊጡ ዘሎ ቅድም እንትብል ብርግፅ ኣብ ማዕከን ዜና ዓለም ለኸ ቤቢሲ ኣብ ዝተወዘዐ ዜና እውን ግዜያዊ ምምሕዳር ትግራይ ከም ዝኸሰሶን ግዜያዊ ምምሕዳር ትግራይ እውን ኣብ ዓይደር ኣብ ዝርከብ ፖሊስ ጣብያ እውን ኣብ መዕርፎ ከም ዘሎ እዩ ተፈሊጡ ዘሎ ናትና ፎረም እውን ካብቲ ቦታ ዘረጋገፀቶ እዚ እዩ ግዜያዊ ምምሕዳር ትግራይ ከም ዝደልዮን ምስ ኣወል ስዒድ ኣፈኛ ስርዓት ህግደፍ እውን ወይ እውን መንግስቲ ኤርትራ ዝነበረ ርክበ ኣመልኪቱ እቲ ሓንሳበብ ዘላንበሳ ሓንሳበብ ገለ ኢና ተራኺብና እንዳበሉ ዘይንፁር ኣበይ ከም ዝተራኸቡ ዘይፍለጠሉ ቦታ ዝገበረዎ ርክባት ዝተመልከተ እውን እዩ ዘንጽር መግለጺ ግዜያዊ ምምሕዳር ትግራይ ወፂኡ ዘሎ። ንስኹም ከመይ ተመልኪትኩሞ ርእይቶኹም ኣቐምጡ። ናብ ዝቕፅል ዜና ሓሊፍና ኣለና። ሎማዓንቲ ኣብ ትግራይ ዝተፈላለያ ከተማታት ሰላማዊ ሰልፊ ውዒሉ ኣሎ። ሰራሕተኛታት ሓፈሻዊ ሆስፒታል ስሑል ሽረ እንዳስላሰ ድማ ሰላማዊ ሰልፊ ኣካይዶም ዝብል ዜናውን ሰሚዕና ኣለና። ናይቲ ሆስፒታል ሰራሕተኛታት ናይ ሕሉፍ ዓሰርተ ሸውዓተ ኣዋርሕ ውዝፍ መሃየኦም ንኽኽፈሎም ሎሚ ዕለት ሰላሳ ሚያዝያ ክልተ ሽሕን ዓሰርተ ሸውዓተን ዓመተ ምህረት ካብ ንግሆ ሰዓት ዓሰርተ ክልተን ፈረቓን ጀሚሩ ንዓሰርተ ሓሙሽተ ደቓይቕ ኣብ ቀጽሪ እቲ ሆስፒታል እዮም ሰልፊ ኣካይዶም። እቲ ዝተኻየደ ሰልፊ ምስ ኣወሃህባ ግልጋሎት ዘይፃባእ ግን ድማ ድምፆም ብዘስምዕ መንገዲ ከምዝተሳለጠ ዝተገለፀ ኮይኑ እቶም ሰራሕተኛታት ኣብ ዘካየድዎ ሰልፊ ክረኽብዎ ዝግባእ መሃያ ኣብ ሰዓቱ ብዘይምርካቦም መነባብሮ ከዛባዕን ንከቢድ ማሕበረ ቁጠባዊ ቅልውላው ከቃልዑ ከም ዝኸኣሉ እውን እዮም ገሊፆም። እቶም ሰልፈኛታት ህይወት ህዝብና እናድሕና ንሕና እውን ክንድሕን ንደሊ ኢና። ውዝፍ መሃያ ኣብ ሓፂር እዋን ይከፈለና ዝወሃበና ዝነበረ ጥቕማ ጥቕሚ እውን ኣይተሓለወልና። ናፃ ሕክምና ምስ ስድራና ይፈቐደልና፣ ቋሚ መንበሪ መሬት ይወሃበና ዝብሉን ካልኦት መፈክራት ሒዞም ከም ዝወፅኡ እውን ንምፍላጥ ተኻኢሉ ኣሎ። እዚ ሰላማዊ ሰልፊ ሕቶ መሰረታዊ ሕቶ እዞም ሰብ ሞያ ሕክምና እውን ኣብ ሆስፒታል ኩሓ ከምኡውን መቐለ ኣብ ዝተፈላለዩ ካልኦት ከተማታት እውን ከም ዝተሰምዐ ተፈሊጡ ኣሎ ነፋሪት ውግእ ኣሜሪካ ኣብ ውሽጢ ሸሞንተ መዓልትታት ጥራይ ንካልኣይ ግዘ ካብ ዩኤስኤስ ሄሪ ኤስ ትሩማ ዝተባሃለት መርከብ ነፋሪት ውግእ ኣብ ቀይሕ ባሕሪ ተንሳፊፋ ከም ዝጠፍአት ሰበስልጣን ኣሜሪካ ገሊጾም ኣለዉ እታ ኤፍኤ 18 ኤፍ ሱፐር ሆርኔት ብዝብል እትፍለጥ ንፋሪት ውግእ ዝሓለፈ ሰሉስ ኣብ መርከብ ትሩማን ክትዓልብ ኣብ ዝፈተነትሉ እዋን ካብ ቁፅፅር ወፃኢ ኮይና ነቲ ሓደጋ ከም ዝተቓልዐት ሓደ በዓል ስልጣን ኣሜሪካዊ መሻርክቲ ቢቢሲ ንዝኾነ ሲቢኤስ ኒውስ እውን ገሊጹ ኣብ ውሽጢ እታ ነፋሪት ዝነብሩ ክልተ ሰራሕተኛታት እታ ነፋሪት ብህይወት ዝተረፉ ኮይኖም ኣብቲ ሓደጋ ቀሊል መጉዳእቲ በፂሑዎም ኣሎ። እተን ኣብ ባሕሪ ቀይሕ ባሕሪ ጠፊኤን ዘለዋ ነፈርቲ ውግእ ነብሲ ወከፈን ኣስታት 67 ሚልዮን ዶላር፣ 50 ሚልዮን ፓውንድ ማለት እዩ፣ ከም ዝግመታ እዩ ዝፍለጥ። እቲ በዓል ስልጣን ኣብ ዝሃቦ ሓበሬታ ክልቲኦም ኣበረርቲ ብሰላም ወፂኦም፣ ንስርሓት ምድሓን ሓደጋታት ብዝተመደበት ሆሊኮፕተር ድማ ድሒኖም ተባሂሉ ኣሎ። እዚ ፍጻመ ነቲ ኣብ ዝሓለፈ ሰሙን ሶኒ ዘጋጠመ ተመሳሳሊ ሓደጋ ካልእ ነፋሪት ውግእ ሱፐር ሆርነት ናብቲ ባሕሪ ተንሳፊፋ ኣትያ ድሕሪ ምጥፋኣ ዘጋጥም ዘሎ እዩ። ካብ ሓይሊ ባሕሪ ኣሜሪካ ዝወፀ መግለፂ እታ ነፋሪት ካብ ምቁፅፃር ወፃኢ እቶም ኣብረርቲ ቅድሚ ምዃና ኣብ መዕርፎ መስመር ሃንጋሪ ቤይ እትሽክርከር ነይራ ይብል እዚ ምስ ኮነ ግን ኣብ እዋን ንጥፈታት ስራሕቲ ምድሓን ሓደ ባሕረኛ ቀሊል መጉዳእቲ ዝወረዶ ኮይኑ ካልእ ነታ ነፋሪት ክትጎትት ትፍትን ዝነበረት ትራክተር እውን ናብቲ ማይ ተሳሒባ ኣትያ ተባሂሉ ኣሎ። ኣብቲ ንኻልኣይ ግዜ ዘጋጠመ ሓደጋ ሰበስልጣን ኣብ ምቁፅፃር እታ ነፋሪት ጌጋ ከም ዝተፈጠረ እዚ ድማ እታ ነፋሪት ክትዓልብ እንከላ ቀስ ኢላ ክትሽክርከር ዝሕግዛ ገመድ ብምብልሻው እዩ ይብሉ መበገሲ እቲ ሓደጋ ገና ናብ ምፅራይ ዝርከብ ኮይኑ እታ ነፋሪት ድማ ዛጊድ ክትርከብ ኣይከኣለትን። እንተኾነ ግን እታ መርከብ ፅዕነት ነፋሪት ውግእ ካብ ዕጡቓት ሑቲ ንምህዳም ሃንደበት ስለ ዝተዓፀፈት እታ ጀት ናብ ባሕሪ ክትንሳፈፍ ከም ዝተገደደት ሰበስልጣን ኣሜሪካ ንሲቢኤስ እውን ኣሚቶም ኣለዉ። ኣብ ተመሳሳሊ መዓልቲ ሰሉስ ቅድሚ ሰዓታት ጥራይ ፕሬዚደንት ዶናልድ ትራምፕ እቶም ብኢራን ዝድገፉ ዕጡቓት ሑቲ ኣብ ቀይሕ ባሕሪ መራኸብ ዒላማ ምግባር እንተቋሪፆም ኣሜሪካ መጥቃዕቲ ክተቋርፅ ምዃን ኣፍሊጡ ነይሩ። መርከብ ትሩማን ኣብ ወፍሪ ቀይሕ ባሕሪ ኣብ ሓያሎ ፍፃመታት ከም እተሳተፈት እዩ ዝንገር። ኣብ ዝሓለፈ ተሓሳስ ድማ ዩኤስኤስ ጊትስበርግ ብጌጋ ካብታ መራኽብ ፅዕነት ትንቀሳቐስ ዝነበረት ካልእ ኤፍ ኤ 18 ነፋሪት ውግእ ብምውቃዓ ሓደጋ ስዒቡ ነይሩ እዩ ዩሮ ንዶላር ብምትካእ ኣብ ዕዳጋ ዓለም ርኡይ ዕቤት ከም ዘምዝገበ ወይ እውን ዘምዝግበሉ ዕድል ተፈጢሩ ከም ዘሎ ማእኸል ንግዲ ኣውሮፓ ገሊጹ ኣሎ። ንመምርሕታት ኣሰራርሓትን ፕሬዚደንት ኣሜሪካ ዶናልድ ትራምፕ ስዒቡ ማሕበረሰብ ንግዲ ኣውሮጳ ኣብ ዶላር ዝነብረ እምነት እንዳነከየ ምምፅኡ ማእኸል ንግዲ ኣውሮጳ ኣፍሊጡ ኣሎ። ማእኸል ዜና መጽናዕትን ፓውንድን ስተርሊን ምስ ማእኸላት ዕደጋ ኣውሮጳ ብምትሕብባር ዝኣከቦ መረዳእታ ዕላዊ ዝገበረ ኮይኑ ማእከላት ዒዳጋ ኣውሮፓ ሰለስተ መእዝናዊ ንግዲ ምምራጾም ኣፍሊጦም ኣለዉ መተዓደግቲ ገንዘብ ቻይና ኣሜሪካ ኣውሮጳ ኣብ ረብሓ ንግዲ ኣውሮጳ ይውዕሉ ምህላዎም ዝተጠቕሰት መረዳእታ ብዶላር ተዓብሊሉ ዝነበረ ማእኸል ዕዳጋ ብዩሮ ይትካእ ምህላው ገንዘብ ቻይና ዩዋን እውን ከም ሓደ መማረፂ እንዳኾነ ይመፅእ ምህላው ኣብሪሁ ኣሎ ብሄራዊ ባንክታት ኣውሮፓ ቀስ ብቐስ ካብ ፅዕንቶ ዶላር ክወፃ ጀሚረን ምህላወን ኣብ ዓመተ 2024 ከም ኣቆፃፅራ ኣውሮፓ ጥራይ 128 ቢልዮን ዶላር ካብ ንግዲ ወፃኢ ከም ዝተረፈን ዝሓብር እቲ ፀብፃብ ናይዚ ምክንያት ድማ ኣብ ዶላር እንዳተረኣየ ዝመፅእ ዘይምርግጋዕ ምዃኑ ከም ዘነፀረ ብሉምበርግ ኣረጋጊፁ ይብል እዚ ዜና። እምበኣርከስ ሰማዕቲ ተመልከቲ ናትና ፎረ ንሎሚ ዝሓዝናዮም እዋናዊ ዜናታት ናትና ፎረም እዞም ዝሰማዕኹሞም ይመስሉ ነይሮም ቀጻሊ ብኻሊእ ሓዲስ ዜና መሊስና ክሳብ ንራኸብ ሰላም